ናይ ላብቶብኩም ባተሪ ደኺሙ ድዩ ኣይደኸመን ከምዚ ጌርኩም ቸክ ክትገብርዎ ትኽእሉ ኢኹም። መጀመርያ ኣብዚ ናይ ሰርች ኬድኩም CMD ትገብሩ ብድሕሪ ኣብዛ ናይ ራይት ክሊክ ጌርኩም ብድሕሪ ኣብታ ራን ኣስ ኣድሚኒስትሬተር ትብል ዘላ ኣብኣ ትሃርሙ ከም ትሪእዎ ዘለኹም የስ ኖ ዝብል ኣሎ የስ ንብሎ ማለት እዩ ብድሕሪ ኣብዚ ፓወር ሲኤፍጂ ባክስፔስ ጌርና ብድሕሪኡ ሽፍት ጠዊቕና ኣብታ ስላሽ ንሃርም ማለት እዩ ብድሕሪ ባድሪ ሪፖርት ኢልና ንፅሕፍ ማለት እዩ ብድሕሪኡ ኣብታ ኢንተር ትብል ዘላ ኣብኣ ንሃርም ሽዑ ከም ዝትሪእዎ ዘለኹም ባተሪ ላይፍ ሪፖርት ሴፍ ቱ ላይፍ ፓስ ሲ ዊንዶውስ ሲስተም S23 ባተሪ ሪፖርት HTML ዝብል ኣሎ ነዚ ከምዚ ጌርና ሶሪ ነዚ ከምዚ ጌርና ነዚ ኣብዚኣ ዘላ ነዚ ኣብዚኣ ዘላ ጥራይ ከምዚኣ ጌርና ኮፒ ንገብራ ማለት እዩ ኮንትሮል ፕላስ ሲ ጌርና ማለት እዩ ብድሕሪኡ ኣብ ዝኾነ ብራውዘር ንኸይድ ኣነ ኣብ ጎግል ክሮም ከኸይደ ከም ትሪእዎ ዘለኹም ኣብዚ ፔስት ይገብራ ማለት እዩ ብድሕሪኡ ኢንተር ይሃርማ ከም ዝሪኦ ዘለኹም ባተሪ ሪፖርት ይልምፅለይ ኣሎ ሕጂ ዲዛይን ካፓሲቲ ኢሉ ኣምፅለይ ኣሎ ማለት እዩ ናይዛ ናይዛ ላፕቶፕ እዚኣ ዲዛይን ካፓሲቲ ፉል ቻርጅ ካፓሲቲ ዲዛይን ካፓሲቲ ማለት ሞባይል እዛ ላፕቶፕ መጀመርያ ዝመፀትሉ ዝነበረ እትሕዞ ናይ ባተሪ ዓቕን ማለት እዩ። ፉል ቻርጅ ካፓሲቲ ከኣ ኣብዚ ሕጂ እትሕዘሉ ዓቕን ማለት እዩ። ስለዚ እዚ ፉል ቻርጅ ካፓሲቲ ብጣዕሚ ካብኡ ዝተሓተ እንድሕር ኮይኑ ካብቲ ዲዛይን ካፓሲቲ ዝተሓተ እንድሕር ኮይኑ ናይ ባተሪኹም ዊክ እዩ ማለት እዩ ክቕየር ኣለዎ። እንድሕር ከም ዝርእይዎ ዘለኹም ፉል ቻርጅ ካፓሲቲ ተርቲ ሰቨን ማለት ዝቀራረብ እንድሕር ኮይኑ ከዓ ከምዚ ማእኸላይ ጉድ እያ ጉድ እዩ ማለት እዩ ኤክሰለንት እንድሕር ኮይኑ ግን ከምዚ ሰላሳን ሸሞንተን ወይ ሰላሳን ትሽዓተን በቃ ናባ ብጣዕሚ ዝቀረበ ተኮይኑ ኤክሰለንት እዩ ስለዚ ከምዚ ጌርኩም ባተሪኹም ቸክ ናይ ላፕቶፕኩም ባተሪ ከምዚ ጌርኩም ቸክ ክትገብሩ ትኽእሉ ኢኹም ከምዚ ዓይነት ናይ ቴክኖሎጂ ቪድዮ ብትግርኛ ንምርካብ ፎሎ ግበሩ። እዚ ቪድዮ እንተፈቲኹሞ ከዓ ላይክ ግበሩ። ይቐንየለይ።